ሰላም ክምቀኒኹም ዝኸበርኩም ዝኸበርክንን ሰማዕቲ ኦኬ እዚ ሰሎ ኢንተርቴንመንት እዩ ኣብ ዝሓለፈ ግዜ ሓንቲ ንእሽተይ ቦድካስት ሒዘልኩም መፅአ ነይረ እቲኣ ቦድካስት ግን በይነይ እየ ገይረያ ኩሉ ግዜ ከዓ በይነይ እየ ክገብር ክሳብ ሰብ ዝረክብ እዚኣ መደብ እዚኣ ውልቃዊ ሓሳባተይ ምሳኹም ዝካፈለላ እያ ምሳኹም እዚኦም ተዓዘብቲ እዩ ማለት እዩ ኣይ ቲንክ ሎማዓንቲ ሒዘያ መፅእ ዘለኹ ኣርእስቲ ዝተፈላለየ ኣይኮነን ብዙሕ ሰብ ኣርእስቲ ዝበላ ዘሎ ሓሳብ እንድያ ግን ምናልባት ኣነ ከኣ ዝረኣየኒ ገለ ሓሳባት ሸር ክገብር ደልየ ኣለኹ ብዙሓት ሰባት ከኣ ብቐዳማይ ቀጽል ኢልኩም ንለኹም ብዘይካ ውሕዳት ማለት እዩ ብዙሕ ክትብል ትደሊ ግን ሞር ከዓ ምስማዕ ገለዶ ይሓይሽ ኢልካ ትፅበ እሞ ግን ኣብ ሓደ ሓደ ግዜስ እቲ ዝረኣየካ ሸር ምግባር እውን ሕማቕ ኣይኮነን እሞ ሎማዓንቲ እንታይ ዓይነት ሓሳብ ሽር ገብረኩም ደልየ ኣለኹ መሲልኩም ብዛዕባ እንመርጾ ቪድዮታት ክንሪኦ ክንሰምዖ ብዓብዪ እውን ከመይ ጌርና ኢና ንዓና ዝኸውን መደብ ክንሰምዕ ዘለና ወይ እንታይ ዓይነት መደብ ኢና ክንከታተል ዘለና ብዙሓት ሰባት ይርድእና ክኸውን ይኽእል እዩ ግን ዋላ እንዳተረድእና ካብ ምግባር ስለ ንሽገር ናተይ ድጥቀመሉ ኣብ ውልቀይ ዝሰርሓለይ ዝኾነ ሓሳብ እየ ከከፍለኩም ደልየ ማለት እዩ እቲ ኣርእስቲ ከኣኒ ኣብ ኢንስታግራም ኣብ ፌስቡክ ኣብ ቲክቶክ ናተይ ከማነይ ብቕንያቱ ፅሒፈ ፖስት ገብሮ ቀንየ ነይረ ንሕና ውፅኢት ኣተሓሳስባና እያ ትብል እቲኣ ኣርእስቲ እንተ ደኣ ንሕና ውፅኢት ኣተሓሳስባና ክንብል ኮይንና ከዓ ኣተሓሳስባና በቲ ንሕና ንሪኦ ንሕና ንሰምዖ ኣብ ከባቢና ንዕዘቦ እዩ ዝህነፅ ማለት እዩ ዝኾነ ሰብ ብንእሽትኡ ክፍጠር እንከሎ ኣብዚ ዓለም ክመጽእ እንከሎ ጻዕዳ ወረቐት ኮይኑ እዩ ዝመጽእ ወላ ሓደ ኣይፈለጠን ማለት እዩ ሕጂ ብንእሽትኡ መጺኡ ነቲ ካብ መጀመርታ ትሒዙ ኣብቲ ንሱ ዝዓብየሉ ጸቢብ ፋሚሊ ኣብቲ ቪሌጅ ወይ እቲ ኮሚኒቲ ኣብ ከባቢ እዩ ዘሎ ገዛውቱ ገለ እንዳረኣይዎ እንዳሰምዖ ዝዓቢ ከዓ ኣብ ሓንጎሉ እንዳተመዝገበ ይመጽእ እሞ ብኡ መንፅር ከዓ እንታይ እዩ ክሓስብ ዘለዎ ወይ እንታይ ክርኢ ዘለዎ እንታይ ክደሊ ዘለዎ ዝብህጎ ናቱ ሕልሚ ኩሉ ኣብኡ ዝተመርኮሰ ክኸውን ይግደድ ማለት እዩ ምናልባት ኣብቲ ቁርብተይ እንዳጎበዝካሉ ኣብ ትኸይድ ግዜ ካብቲ ኣብ ከባቢኻ ፋሚሊኻ ትሪኦ መፅሓፍቲ ክተንብብ ፊልምታት ክትርኢ ደርፍታት ክትሰምዕ ብዓብዪ እውን ቦድካስት ናይ ምስማዕ ባህሊ እውን እንድሕር ኣለካ ኮይኑ እውን በብቁርብተይ ግዜ ናብ ውሽጥኻ ዝተፈላለዩ ሓሳባት እንዳእተው ክኸይድ ከሎ ተቐይሩ ወይ ድማ ፀኒሑ ግን ናብ መንነትካ እዩ ዝቕየር ንስኻ ንዑ ክትመስል ትጅምር ትፍትንን ማለት እዩ ሕጂ ንሕና ኤርትራውያን ከዓ ብሓፈሻ መንእሰያት ከዓ ብፍላይ ማለት እዩ ኣብዚ ሕጂ ዘሎ ኩነታት እንተ ክንርኢ ተኮይና ኣይ ቲንክ ብዙሕ ዝጠቕመና ኣሎ ብዙሕ ከዓ ዘይጠቕመና ኣሎ ንሪኦን ንሰምዖን ማለት እዩ እቲ ዓለም እንዳፀበበ ይኸይድ ስለ ዘሎ ኩሉ ሰብ ሓሳቡ ክገልፀሉ ናቱ ሓሳባት ክሸጠልካ ቀሊሉሉ ኣብ ዘሎ ግዜ ምናልባት ከመይ ጌርካ ኢኻ ንስኻ ግን ንዓኻ ዝኸውን ዝበለጹ ሓሳባት ክትመርጽ ዘለካ ክትሽገር ትኽእል ኢኻ ዋላ እውን ኣብ ገዛ ኮፍ ኢልካ ነቲ ፋሚሊ ክትመስል ዘሎ ተኽእሎ ኣዝዩ ጸቢብ እዩ ምክንያቱ ምስ ፋሚሊኡ ግዜ ዘሕልፍ ሰብ ወይ መንእሰይ ክሳብ ሕጂ ብዙሕ ኣሎ ኢልና ክንሓስብ ኣይንኽእልን ዋላ ኣብ ሓደ ገዛ ኩላትካ ተኣኪብካ ኣሕዋት ስድራ ቤት ኩለትካ መሞባይልካ ኢኻ ትሕዝ ማለት እዩ ሕጂ እዚ መሞባይልካ ትሕዝ ተሊኻ ኸዓ በቲ ሞባይል ኣቢሉ ዝመፀካ ዘሎ ሓሳባት ወይ መደባት ኢኻ ክትፅሎ ንዕኡ ዝመስል ባህርያት እውን ክመጸካ ክእል እዩ ማለት እዩ so እንተ ደኣ ንስኻ ኣብ ዓለም ብብዙሓት ሰባት ተቐባልነት ክትረክብ ኮንካ ተቐባልነት ክብል ከለኹ ብሶሻል ሚድያ ዘይኮነስ ወላብቲ ኖርማል ሂወትካ እውን ብሰባት ክትፍቶ ተቐባልነት ክትረክብ ስራሕ ክትረክብ ኣብ ስራሕካ ጸላዊ ክትከውን ዕውት ስራሓት ክትሰርሕ ኣብ ትኽእለሉ ግዜ በቲ ንዓኻ ዘለካ ማይንድሰት ወይ በቲ ዘለካ ኣተሓሳስባን ኣረኣእያን ኢኻ ትምዘን ኖት ብሕብርኻ ኖት ብመልክዕካ ኖት ካበይ መጺኻ ወዲ መን ኢኻ ማለት እዩ እቲ ኣተሓሳስባኻ እዩ ንኩሉ ነገር ዝልክዖ ሕጂ ኣተሓሳስባኻ ክሳብ ክንዲ እዚ ሓይሊ እንድሕር ኣለዎ ኮይኑ ግን ንኣተሓሳስባኻ ክትሰርሓሉ ዘይትኽእል ምክንያት እንታይ እዩ ስለዚ ናይ ግድን ዝበለፀ ኣተሓሳስባ ክህልወካ ክኸውን ዘለዎ ቃልስኻ ዝበለፀ ኣተሓሳስባኻ እንድሕር ክትሃንፅ ተኾንካ ድማ ከባቢኻ ናይ ምርኣይ እቲ ትሪኦን ትሰምዖን ብግቡእ መሪጽካ መሚኻ ኣብቲ ንስኻ ትደልዮ ናትካ ፐርሶናሊቲ ወይ እውን ናትካ ኣተሓሳስባ ንክኣቱ ትጽዕር ማለት እዩ እዚ ኩሉ እንተ ክትገብር ኮንካ ከዓ ኦፍኮርስ እንታይ ክገብር ዘለኒ እንታይ ክርኢ ዘለኒ እንታይ ክሰምዕ ዘለኒ ክትብል ክትግደድ እያ ነዚ ስለ ዝሓሰብኩ ወይ ከዓ ነዚ ስለ ዝተንተንኩ ኢኻ ኣገዳስነት ናይዚ መደብ ተራእዩ ዝሰርሑ ዘለኹም ኦኬ ናባይ ንመለስ ኣነ ሕጂ ኣብ ሰዓት እዚ ምናልባት ምስ ተመክሮ ብዙሕ ነገራት ፈሊጠ ወይ እውን ክኢለ ኣለኹ ክብል ክእል እየ ብዙሕ ዝተርፈኒ ዋላ እንተሃለወ ግን ብዝተቃለኒ መጠንሲ ከናብራ ንዝኽእላ ውሕዳት ውሕዳት ሓሳባት ኣለዋኒ ወይ ፐርሶናሊቲ ሃኒፀ ኣለኹ ኢለ እየ ዝኣምን ነዚ ክሃንፅ ዝገበረኒ ግን ኣብ ግዜ ቁልዕነተይ እቲዮም ዝመርጾም ዝነበርኩ ወይ ክሰምዖም ዝደሊ ዝነበርኩ ቁኑዓት ነይሮም ኢለ ኣምኔ ነቲ ቀጺሉ ዝመጽእ ዕድመይ ከኣ ጽልዋ ነይሮም ማለት እዩ። ድሓር ግን እቲዮም ዝሓዝክዎም ዝተፈላለዩ ጥዑያት ኹኑ ሕሙማት ኣተሓሳስባታት ገዲፈ ከናብረኒ ይኽእል እዩ ዝበልክዎ ሓሳባት ክሃንጸሉ ኣብ ዝጀመርኩ ግዜ ሕጂ ምናልባት ነቲ ናተይ ሰላመይ ነቲ ክውንኖ ዝደሊ ዘለኹ ናይ ገዛእ ርእሰይ ሓጎስ ምኽንያት ክኾኑኒ ክኢሎም እዮም ክብል እኽእል እየ። ኣብ ክልተ ሽሕን ዓሰርተ ትሽዓተን ዒስራን ዝነበረ ግዜ ፋሽን ስለ ዝነበረ ኣብ ፌስቡክ ንዝኾነ ሰብ እየ ፈሎው ዝገብር ነይረ በቃ ዋላ ንእሽተይ ቪድዮ እንድሕር እየ በቃ ፈሎው ፈሎው ፈሎው ይብል ወይ ኣድ ፍሬንድስ ይገብር ኣብ ኢንስታግራም እውን ከምኡ ቀፂሉ ቲክቶክ ምስ መፀ ከዓ በቃ ዝኾነ ኣብኡ ዝመፀ ዝስዕስዕ ዝዛረብ ዝፃረፍ ገለ እስከ እንታይ ክብል ዘለዎ ጀስት ፈሎው ሽዑ ግን ምስ ግዜ ማለት እዩ ዘየድልየኒ ነገራት ምዃኑ ምስ ተረዳእኹ ኣእምሮይ ይርብሾ ከም ዘለኹ፣ ዝበዝሐ ግዜ ኣብኡ የሕልፍ ከም ዘለኹ፣ ካብኣቶም ክጥቀሞ ዝኽእል ነገራት እውን ከም ዘየለ ምስ ፈለጥኩ ቀዳመይቲ ዝገበርክዋ ስጉምቲ እንተ ነይራ ፌስቡከይ ክዓጽዋ እየ ሓሲበ ማለት እዩ። ፌስቡከይ ቶታል ዓጽያ እቲ ዘየድሊ ጽሑፋት ዘየድሊ ገለ ኩሉስ መታን ኬርዮ ኢለ ግን ወልፊ ተመሊሰ ከኣ ከም ብሓድሽ ዳውንሎድ ይገብራ ኮኔክት ይገብር ሽዑ ከዓ ሓደ ክልተ ሰለስተ ወርሒ ከዓ ይሽከል ማለት እዩ ብከምዚ ዓይነት ክኸደሉ ኣብ ዝፈተንኩ ግዜ ካልእ እስከ እንታይ ይሓይሽ ኢለ ክሓስብ ጀሚረ ዝሓሸ ኮይኑ ዝረኸብክዎ ግን ነቲ ዘየድልየኒ ቢዚ ዝገብረኒ ዘሎ እሞ ኣብ ኣእምሮ ይኣትዩ ግን ጥቕሚ ዘይብሉ ሓሳባት ፖስት ዝገብር ሰብ ብሎክ ገብረ ወሲነ ማለት እዩ ኦኬ እዚኣ ከዓ እቲያ ናይ ብሓቂ ትሰርሐትለይ ኮይና ካብ ፌስቡከይ ብዘይካቶም ንዓይ ክጠቕመኒ ይኽእል እዩ ዝበልክዎም ሰባት ካልእ ብምልኦም ፈሎው ዝገብሮም ዝነበርኩ ከም ብሓድሽ ብሎግ ገይረ እዮም ኣም ፈሎው ዘይኮነስ ብሎግ ገይረ እዮም ማለት እዩ ሸውዓ ፌስቡክ እቱ ኣብ ዝበልኩሉ ግዜ ብፍላይ ንጎንተላን ፌስቡክ ከፊተዮ ዝጠቕሙና ሓሳባት ጥራይ ስለ ዝህበኒ ኤነርጂ ክበኒ ጀሚሩ ማለት እዩ ሽዑ ቦቢለ ምስ ለመድክዎ ከዓ ዘየድልየኒ ዋላ ብሳጀስት እንድሕር ዳኣ መፅኡ ንሓዋሩ ካባይ ከም ዝርሕቅ ክገብር ፅዒረ ማለት እዩ ኣብ ቲክቶክ ከዓ ሓንቲ ናይ ስራሕ ድጥቀመላ ቲክቶክ ኣላ ብዙሕ ነገራት ክርእየላን ክመሃረላን ኣለኒ ኢለ ስለ ዝኣምን ሕማቕን ፅቡቕን እውን ክርኢ ስለ ዘለኒ ኩሉ ነገራት ክርእየላ ዝኽእል ኣላትኒ ሓንቲ ኸ ናይ ውልቀ ይከኣላ ንዓኣ ሕጂ ንዓይ ትመስል ገይረ ክሰርሓ ፈቲነ ማለት እዩ እቲ ኣልጎሪዝም እንታይ ከም ዝቕርበለይ ስለ ዝፈልጥ ንዓይ ትመስል ኣነ ዝፈትዎ ነገራት ብጥንቃቐ ነቲ ኣካውንት ላይክ ዝገብሮ ተጠንቂቐ ነቲ ዘይደልዮ ኖት ኢንትረስት እንዳበልኩ በቃ ኩሉ ግዜስ ክስሕቕ ኣለኒ ክመሃር ኣለኒ ክሓስብ ክኣለኒ so ነዚኦም ጥራይ ክሕስቡ ንዝኽእሉ ክምህሩ ንዝኽእሉን ከዘናግዑ ንዝኽእሉ ቪድዮታት ጥራይ ክመጹኒ ስለ ዘለዎም ነቶም ከምኡ ዓይነት ቪድዮታት ወይ እውን ከምኡ ዓይነት ቪድዮታት ዝዝርግሑ ሰባት ፈለው ክገብር ጀሚረ ቀጺለ እውን ኣብ ዝተፈላለየ ፋሽን ወይ እውን ኣብ ዝተፈላለየ መግቢ ዝሰርሑ ስፖርት ዝገብሩ ሰባት ከዓ ይምሰጥ ስለ ዝነበርኩ ከምኡ ዓይነት ሰባት ከዓ ነቲ ናተይ ሶሻል ሚድያ ክመልእዎ ኣለዎም ኢለ ሓሲበ ከምኡ ዓይነት ቪድዮታት ከዓኒ ላይክ ክገብር ጀሚረ ማለት እዩ ሕጂ ሎማዓንቲ ጽቡቕ ኤነርጂ ኣለኒ ጽቡቕ ኤነርጂ ብዘለኒ ግዜ ከኣ እንታይ ይበሃል ኣሎ ሕማቕን ጽቡቕን ኩሉ ክርኢ ስለ ዘለኒ ክዕዘብ እውን ስለ ዘለኒ ካራክተራት ኣብ ምህናጽ እውን ክሕግዘኒ ኣለዎ ኣብ ህይወተይ ክምህሩኒ ኣለዎ ምስ ዝብሎም ኩሎም ወላቶም ክኾኑ ዘይግብኦም ክከታተሎም ኣለኒ ዝበልኩ ከ መዓልቲ መሪፀ ድሓን ዝኾነ ተረፍ ኤነርጂ ኣለኒ ኣብ ዝበልኩ ከ ቲክቶክ ተሓንቲ እታ ናይ ስራሕ ዝብላ ከፊተ ኣብኡ ዝመጸ ነይረ ማለት እዩ ርኤ ዋላ ይረብሸኒ ግን እኹል ኤነርጂ ስለ ዘለኒ ምሸት ከማን ኣይሪኦን ኣብ ግዜ ቀትሪ ዝኾነ ስራሕ ኣብ ዘይብለ ኢለ ዝኣመንክዎ ግዜ ይርኢ ማለት እዩ ሕጂ እዚ እንታይ ጠቂምኒ እንድሕዳ ኢልኩምኒ ነቲ ታይም ናተይ ማነጅ ክገብር ሓደ ኤነርጂካ ብግቡእ ንክጥቀመሉ እንታይ ማለት እዩ ኣብ ሰዓተይ ክድቅስ ኣለኒ ንግሆ ከዓ ተሲእ ከዓ ነብሲ ሓይሊ ዝህበኒ ነገራት ክርእን ክሰምዕን ኣለኒ ስለዚ ኣይነይቲ ኣካውንቲ እየ መዓስ ዝኸፍታ ወይ በየናይ ዓይነት ኣካውንቲ እየ ንሰባት ክከታተል ዘለንን ክመዝን ዘለንን ክመሃር ዘለንን ክሓስብ ገይሩኒ ማለት እዩ ሕጂ ነዚኣ እንታይ እዩ ብዙሕ ካልኩሌሽን ዘድልያ እንድሕር ክብል ዋላ ሓንቲ የድልያን እዩ ምናልባት ኣብ ዝተፈላለየ ሞቲቬሽን ዝሰርሕ ወይ ኮሚታት ፖስት ዝገብሩ ቲክቶክ ኣየድልየካን እዩ ዕፀዎ ደቅስ ገለ ኮሚታት ምክራ መፀካ ክእል እዩ ግን እዎ ትዓፅዎ ከም ዘለካ ግዜ በልዓካ ከም ዘሎ ትፈልጥ ኢኻ ከመይ ክትገብር ከም ዘለካ ግን ይኸብደካ ማለት እዩ ንኩላትና ከምኡ እዩ ዝኸብደና ኣነ ሕጂ እዛ ክብለኩም ዝፀናሕኩ ንዓይ ምናልባት ብዙሕ ጥቕሚ ረኺበላ ክብል ይኽእል እየ ነቲ ዘድልየንስ ብጥንቃቐ ተፃዊረ ፎሎ ክገብር ዝፍትን ንገለ ሰብ ወላ ርእዮም ኣነ ሕጂ ናይ ላይክ ወልፍ ኣለዎም ዕዳዎምሲ ዳብል ዳብል ክሊክ እንዳገበሩ ነቲ ቪድዮታት ላይክ ክገብርዎ ደየድልዮም ከለዋላ እቲ ቪድዮ ሽዑ ንዑ ዝመስል ቪድዮታት ይመፆም እቲ ክምሃሩሉን ክዘናግዕሉን ዝኽእሉካ ካብኦም ክሃድምን ክርሕቕን ይኽእል ዋላ ይመፆም እንከሎ ግን ይፅቀጥ ማለት እዩ ኦኬ እንተ ደኣ ኩሉ ዝረኣኻዮ ትግፍጥ እንድሕር ኮንካ ኩሉ እትሰምዖ ትግፍጦ እንድሕር ደኣ ኮንካ ናብ ኣእምሮኻ ይኣቱ ስለ ዘሎ ብዘይርድእካ ንዓኻ ሳብ ኮንሽስ ናትካ ይመልእ ኣሎ ማለት እዩ ሳብ ኮንሽስ ናትካ ኣብ ዝመልኣሉ ከዓኒ ኣብ ዝተወሰነ ግዜ ባህርኻ ነቲ ኣብ ኣእምሮኻ ተእትዎ ዘለኻ ሓሳባት እዩ ዝመስል ዋላ እቲ ሓቀኛ ናትካ ባህሪ እውን ክትስእኖ ኢኻ ትግደድ ማለት እዩ ስለዚ ብዙሕ ሰብ እንድሕር ዳኣ ሪኢኹሞ ነቶም ብዙሓት ሕጂ ብሰዓት እዚ መጺኦም ድጻረፉ ሆ ዝብሉ ገለ ዘለዉ ሰባት ከይተረድኦ ኣብቲ ድጽሕፎ ኮመንት ኣብቲ ምስ ፋሚሊ ዝገብሮ ኮንቨርሴሽን ዋላ ኣብቲ ናይ ውልቂ ሂወት እውን ናቶም ባህሪ ይድሕዝ ንዑ ኣይርድኦን እዩ ኦፍኮርስ እቲ ናይ ቀደም ሰብ እዩ ዝመስሎ ዘሎ ግን እንተ ዳኣ ሪኢኻዮ እቲ ደወይ ኦፍ ናቱ ኣንሰር ከመይ ኢሉ ዝዛረብ ተርእኻዮ ናይ መን ተኸታታላይ ምዃኑስ ክተስተውዕለሉ ትኽእል ኢኻ ማለት እዩ ህድኣት ካብ ውሽጡ ክሃድም እዩ እንተ ደኣ ኖርማል ሰብ ተኾንካስ ፈታዊ ዘይብልካ እዩ ዝመስሎ ምክንያቱ ከምኡ ዓይነት ሰባት ፅቡቕ መልሲ ክህቡ ስለ ዝሪኦም እሱ እቲ ቁኑዕ መንገዲ ኢሉ እዩ ዝሓስብ ማለት እዩ ሽዕኡ እቲ ኩሉ ዝሪኦን ዝሰምዖን ዘሎ ከዓ ንዕኡ ከይተረድኦ ኣተሓሳስባ ተወቱ ናቱ ኣተሓሳስባ ክኾኑ ይኽእሉ ወይ ኣብቲ ናቱ ፐርሶናሊቲ ክመልኡ ይጅምሩ ማለት እዩ እሰብ እዚ ሕጂ ምናልባት ፅቡቕ ፅቡቕ ጥራይ እንድሕደርኢ ነይሩ ናቲ ፐርሶናሊቲ ብኡ ተኸይዱ ፅቡቅ ይኸውን ዘየገድሶ ሕማቕ ነገር እንድሕር ርእናዮ ኮይና ብዘይርድኦ ምክንያት ንሱ ፐርሶናሊቲ ናቱ ከምዩ ዝኸውን ኣብዚ ሽዑ ምስ ሰባት ናይ ምርዳእ ጸገም ክፈጥር እዩ ኣብ ዝተፈላለየ ስራሕ ኣትዩ ኣድማዒ ናይ ምዃን ዓቕሙ ክጎድል እዩ ኤነርጂኡ ከይተረድኦ ድሕር ሓደ ማር ሙሉ መዓልትኻ ማር ዝውዕል ዝከታተል ተኮይኑ ከምኡ ኣማራሪ ክኸውን እዩ ብዘይድነቕ ክድነቕ ክጅምር እዩ ብዘይ ስሓቅ ክስሕቅ ክጅምር እዩ ክምስጦ ዘይክእል ነገራት ብሓይሊ ክምሰጥ ክጅምር እዩ ገለ ሶ እቲ ናይ ብሓቂ ኣብ ውሽጡ ክህሉ ዝግበኦ ዝነበረ ኳሊቲ ከኣ በዚ መንጽር ክኸስሮ እዩ ማለት እዩ። እዚ እንተ ተኸሲሩ ምስ ሰባት ናይ ምስምማዕ ዓቕሙ እንተ እንዳደኸመ እንዳደኸመ እንዳደኸመ ከይዱ ከኣ ኣብ መወዳእታ ኣማራሪ ክኸውን እዩ ወይ ከኣ ቪክቲም ከምዚ ብዱል ሰብ ገለ ኮንካ ናይ ምዕላል ባህሪ ከምጽእ እዩ ማለት እዩ። ከምዚ ዓይነት ሰብ ከኣ ኩሉ ግዜ ፈታዊ የብሉን ኣብ ከባቢኡ ዘለዉ ሰባት ክጭነቑ ስለ ዘይደልዩ ጽባሕ እውን ተገምጢሉ ንዕኦም በዲልኩምኒ ክብሎም ስለ ዝኾነ ካብኡ ክሃድሙ ክጅምር እዮም ውፅኢት ናይ እዚ እንተ ትርእይዎ ትኾንኩም ሕጂ ምናልባት ሓንቲ ደርፊ ሰባት ንዓይ በዲሎምኒ ገለገለ ትብል ተኮይና ኩሉ ሰብ ብኣ ቪድዮ ይሰርሕ ኣብ ጥቓኻ ዘለዉ ሰባት እዮም ቀዳሞት ጸላእትኻ ኢሉ እንድሕር ዳ ሰርሕ ኢልካ ቪድዮ ሓደ ሰብ ብኣ ጌርካ ቪድዮ ካ ትሰርሕ ተሊኻስ ኣብ ጥቓኻ ዘለዉ ሰባት ስንታ ክገብሩ እዮም ኣብ ጥቓኻ ኮፍ ክብሉ ሕጂ እዚታት ገለ ብምሉእነት ናትካ ኣተሓሳስባ የርስሓልካ እሞ ኣተሓሳስባኻ ከምኡ ክኸውን ይጅምር እሞ ምስቶም ሰባት ሽዑ ከጋጭወካ ይጅምር ዋላ ምስ ነብስኻ እውን ከጋጭወካ ይጅምር ምክንያቱ ኦሪጂናል ናትካ ኣተሓሳስባ ኣይኮነን ካብ ሰባት ዝወሰድካዮ ኣተሓሳስባ እዩ ማለት እዩ ስለዚ ኩላትና ንሕና ደቂ ሰባት ከዓ ካብ ከምዚ ዓይነት ሕማቕ ባህርያት ንክንእለ ኢና ክንመሃር ዘለና ክንሰምዕ ዘለና ከባቢና ክንዕዘብ ዘለና ብዘይርድእና ምክንያት ከምዚ ዓይነት ኣተሓሳስባ እንድሕር ሒዝና ግን ንውድቀትና ዘቃልዕ እዩ ማለት እዩ ብጥርንፍ ዝበለ ኣነ እንታይ ዓይነት ምኽሪ ተሕልፍ ኣብ ሰዓት እዚ እንተዳኢልኩምኒ ንሕና መንእሰያት ብፍላይ ማለት እዩ ብጣዕሚ መረፅቲ ክንከውን ኣለና ንመን ኢና ፈለዉ ንገብር ንመን ኢና ንከታተል እቲ ንከታተሎ ዘለና ሰብከ ተዓሚትና ዲና ክንከታተሎ ዘለና መጀመርታ ኣነ ናይ ውልቀይ ኣተሓሳስባ ክህልወኒ ኣለዎ ኣብ ናይ ውልቀይ ኣተሓሳስባ እንድሕር ነብር ኣለኹ ኮይነ ናይ ካልእ ሰባት ክሰምዖ እንከለኹ ከንብብ እንከለኹ ክርኢ እንከለኹ ኣዝ መመዝዛን ንምምዝዛን ክጥዕመኒ ናተይ ዊዝዶም ንክዓቢ ደኣ ለይ ክሪኦ ዘለኒ እምበር ነቲ ሕዝዮ ዝፀናሓኹ ኣነ ዝኣምነሉ መንገዲ ገዲፈ ኦ እዚ ቁኑዕ ማለት እሱ ስለ ዘድንቆስ እሱ ስለ ዝበሎስ እቲ ቁኑዕ መንገዲ ንሱ ኢልና ኣይኮናን ክንነጥር ዘለና ሓበሬታታት ኢና ክንእክብ ዘለና ሓበሬታታት እንድሕር ደኣ ኣኪብናሉ እቲ ኮመን ሰንስ ናትና ድሕሾን ደይሕሾን ክመርጽ ክጅምር እዩ ማለት እዩ ኣብ ዝተፈላለየ ኣጋጣሚታት ኣብ እንኸደሉ ኣብ እንርእየሉ ግዜ ድማ ንሕና ነቲ ተወሳኺ ኢልና ንርእዮ ዘለናን ንሰምዖ ዘለናን ቀልጢፍና ናብ ውሽጥና ኣዳብቲ ናይ ምግባር ዓቕምና ክንድምስሶን ክነጥፍኦን ኣለና መጀመርታ ብናይ ገዛእ ርእስና እምነት ደው ክንብል ኣለና ብናይ ገዛእ ርእስና ካይዳ ክንቀወም ኣለና ተወሳኺ ፍልጠት ክንውስኽ ግን ጸገም ዘለዎ ኣይኮነን። እቲ ን እቲ እቲ ንሕና ንውስኾ ፍልጠት ከማናይ ቀልጢፍና ናብ ነብስና ከየእተና ነተሓሳስባና ከይበረዝና ኣብ እምነት ኣብ መንፈሳዊ እምነት ክኾን ይኽእል ኣብ ፖለቲክስ ክኾን ይኽእል ኤኮኖሚ ብዓብዪ እውን ሶሻል ላይፍ ገለመለ ብከምዚ ዓይነት መንገድታት እንተ ደኣ ከይድና ብዙሕ ግዜ ቀልጢፍና ብሰባት ክንጽሎ ኣይንኽእልን ኢና ናይ ገዛእ ርእስና መትከል ክህልወና ይኽእል እዩ ንሕና እውን ጠባይናስ ፍሉጥ ክኸውን እዩ ማለት እዩ ካራክተር ክልወና እዩ ካራክተር ተልዩና ፊፍቲ ፊፍቲ እዩ ላይክ ሓምሳ ሰብ ተፈቲካ ሓምሳ ሰብ ክፀላእካ ይኽእል እዩ ምክንያቱ ምስ ሚእቲ ሰብ ትሰማማዕ ተለካ ፀገም ኣለካ ነብስኻ ትሃሲ ኣለካ እውን ክትከውን ትኽእል ኢኻ እንተ ደኣ ንስኻ ካራክተር ኣለካ ኮይኑ ግን ምስቲ ናትካ ካራክተር ዝሰማማዕ ሰብ ክህሉ ይኽእል ዘይክሰማማዕ ሰብ ድማ ክህሉ ይኽእል እዩ ማለት እዩ እዚ ምናልባት ንስኻ ተጠቒምካሉ ዶ ስለ ዝተዓወትካሉ ዲኻ ትዛረብ ዘለኻ እንድሕር ኢልኩምኒ እወ ዝበዝሐ ፐርሰንት ነዚ ቃልሰይ ማለት እዩ ዕውት እየ ፅቡቕ ባህርያት ኣለኒ ኩሉ በቃ እዚ ይገብሮ እየ ገለ ክብል ሜቢ ዘይደፍር ሰብ ክኸውን ይኽእል እየ ግን ብዝበዝሐ ክዕቅኖ ከለኹ ግን እቲ ዝኾነ መንገዲ ወይ ኣነ ዝቃለሶ ዘለኹ ነዚ ንምውናን እዩ ነዚ ንምርካብ እዩ እንዳተጓዓዝኩ ከለኹ ከዓ ገለ ጥቕሚ ስለ ዝረኸብኩሉ እየ ሸር ዝገብሮ ዘለኹ ማለት እዩ ያ ሕጂ ንሕና ኣብ ሶሻል ሚድያ ብፍላይ ከዓ ኣብ ቲክቶክ ይኹን ኣብ ኢንስታግራም ወይ እውን ኣብ ፌስቡክ ከምዚ ተባሂሉ ከምዚ ተገይሩ ገለ ዝብል ቪድዮታት ኣብ እንሰምዓሉ ግዜ ወይ ሕብረተሰብ ዘዋርድ ምስቲ ንሕና ንኣምነሉ ዘለና ነገራት ዘይሰማማዕ ኣብ ዝኸየድ ግዜ ቀልጢፍካ ናይ ምፅራፍን ቀልጢፍካ ናይ ምቕባልን ባህሪ ክህልወና የብሉን ክነረጋግጽ ክንክእል ኣለና ኬድና እንታይ ኢሉ ስለምንታይ ከምዚ ኢሉ እንታይ እንዳሓሰበ ከምዚ ኢሉ ኮይኑ ክኸውን ይኽእል ምናልባት ከምዚ ክብል ከሎስ እንታይ ይሓስብ ነይሩ ይኸውን ኣብ ከመይ ዓይነት ኩነታት እዩ ዝነብር ዘሎ ሰብዚ ባግራውንድ እናፈተሽካ ምስቲ ናትካ ስኻ ክትኣምነሉ ትኽእል ፊት ይገብር ዶ ኣይገብርን እንዳረኻ ክትኣምንን ክትቅበልን ክትክሕድን ክትነፅግን እዩ ዘለካ ዝብል መረዳእታ ስለ ዘለኒ ነዚ ኣምፅዮ ዘለኹ ማለት እዩ ካልእ ናይ መወዳእታ ሓንቲ ሓሳብ ሸር ክገብራ ዝደሊ ከኣ እንታይ እያ እንድሕር ኢልኩምኒ ክንደይ ሰዓታት ኢና ንሕና ሓበሬታታት ክንእክብ ዘለና ክንደይ ሰዓታት ኢና ነቲ ንሕና ዝኣከብናዮ ሓበሬታት ኣብ ርእስና ሪቫይስ ክንገብሩ ዘለና ሽዑ እምነታትና ከመይ ጌርና ኢና ክንነድቆም ዘለና ቲናና ንሕዞ ፐርሶናሊቲ ኸ ካብ ምንታይ ምንታይ ኢና ክንእክቦ ዘለናኻ ክንፈልጥ ኣለና እንታይ ማለት እየ መሲልኩም ኣነ ኣርባዕተ ሰዓት እንድሕር ደኣ ኒ ሶሻል ሚድያ ተተጠቂመ ክልተ ሰዓት ነቲ ዝተጠቀምኩሉ እንድሕር ደኣ ኣብ ርእሰይ ከም ብሓድሽ እንታይን ስለምንታይን ኢለ ምስ ናተይ ሓሳባት እንዳወዳደርኩ ንኣእምሮይ ከግፍሖ ጀሚረ ካፓሲቲ ናተይ ኣተሓሳስባ ትሸይን እገብር ኣሎ ማለት እዩ ክሓስብ እኽእል ኣለኹ ማለት እዩ። ድፍን ኢለ ደድሰማዕኽዎ ስኢለ ውሽጠይ የእትዎ እንድሕር ኣለኹ ኮይነ ግን ፈይል እገብር ኣለኹ ማለት እዩ። ክሓስብን ከስተውዕልን ዘይክእል ሰብ እንዳኾንኩ ይኸይድ ኣለኹ። ንእእምሮይሲ ህኩይ ይቕይሮ ኣለኹ ማለት እዩ። ስለዚ ንሕና ዋላ እውን ነቲ ጥዑይ ይጠቕመና እዩ ንብሎ ሓሳብ እንተ ደኣኒ ናብ ውሽጥና ክንእትዎ ኮይንና ኣቐዲምና ምስቲ ናትና እምነት ብምግጫው ነዊሕ ሰዓታት ናይ ምሕሳብን ናይ ምስትውዓልን ናይ ምውድዳርን ዓቕምና ላዕሊ ክኸውን ኣለዎ። ተዘይኮይኑ ከምዚ ዝብልዎ ኩሉ ተንብቦን ትሰምዖን ትኣምኖ ተኾንካስ ኣይተንብብ ኣይትስማዕ ዝበሃል ኣሎ ኩሉ ይእመን ማለት ኣይኮነን ንኩሉ ተቐበሎ ማለት ኣይኮነን ዋላ ፅቡቕ እዩ እንዳበልካዮ ከለኻ ንኣብነት ገሊኦም መፅኦም ፖዚቲቭ ጥራይ ዝዛረቡ ካለዉ ዝንዝንዝ እንተጌርካ ከምዚ ገለገለ ግን ኣብቲ ፖዚቲቭ እውን ሕማቅ ክፀንሕ ይኽእል እዩ ንዓኻ ዘየድልየካ እውን ክኸውን ይኽእል እዩ ስለ ብፖዚቲቭ ዘረባ ዝጀመረ ወይ ክምህረካ ኢሉ መፅኡ ትምህርቲ ስለ ዝጀመረ እቲ ሓሳባትን ኩሉ ይጠቕመካ ማለት ኣይኮነን ንስኻ ኣዚኻ መስተውዓሊ ሰብ ክትከውን ኣለካ ናይ ምግንዛብ ዓቕምኻ ሓያል ክኾን ኣለዎ። ክተጋናዝብ ኣለካ። እዚ ተገይረ ከምዚ ክመጸኒ እዩ፣ እዚ ተኣሚነሉ ከምዚ ክመጸኒ እዩ። ናይ ካልእ ሰባት ተመክሮ ክትውከስ ኣለካ። ሓቀኛ ዛንታታት ናይ ብዙሓት ሰባት ብምስማዕ ንስኻ እትኸዱ ዘለኻ መንገዲ ምስኡ ብምግጫው ድማ እቲ ክትከዶ ዘለካ መንገዲ ክትመርጽ ኣለካ ማለት እዩ። እዚታት ኣነ ከም ሓደ መንእሰይ ኮይነ ክዛረቡ እንከለኹ ግዴታ እውን ንባዕለይ ክገብሮ ዘለንን ክላበሶ ዘለንን ባህሪ እዩ ንሕና ከም ሕብረተሰብ ንኸምዚ ዓይነት ነገራት ክንላበስ ተዘይክኢልና ናይ ምሕሳብ ዓቕምና እንተ ኣዳኺምናዮ ናይ ምውሳን ዓቕምና ከዓ ብመንፅር ንዳኽሞ ኣለና ማለት እዩ ክንሓስብን ክንውስንን ዘይንኽእል ዓይነት ሰባት ተኮይንና ከዓ ኣብ ህይወት ወዲቕና ኣለና ማለት እዩ ስለምንታይ ምንባርና ንባዕሉ እውን ብዛዕባ ምሕሳብን ምውሳንን ስለ ዝኾነ ንሕና እቲ ዝዓበየ ኣብ ህይወትና ክንውንኖ እንደሊ ነገር እንድሕር ኣሎ ኮይኑ ሓያል ምዃን እዩ ምሕያል እዩ ሓይሊ ከዓ ውሳኔ ዝርከብ ኩሉ ሰብ ናይ ዋንነት ሽግር ኣለዎ ዋንነት ማለት ከዓ ናተይ ትብሎ ነገር ምህላው ማለት እዩ ናተይ ትብሎ ነገራት ክህልወካ ትደልዮ ምክንያት ከዓ ውሳነ ባይታ ክህልወካ ወይ እውን ናትካ ተሳታፍነት ክህልወካ ስለ ትደሊ እዩ እሞ እዚታት ክህልወካ እንድሕር ኮይኑ ዋንነት ካብ ህይወት ክስማዕካ ተኮይኑ ናትካ ዋንነት እዩ ትብሎም ሓሳባት ክህልወካ ኣለዎም ንስኻ ባዕልኻ ትውስኖ ውሳኔታት እኮ ክህልወካ ኣለዎ። እዚ ኩሉ ክህልወካ ተኾይኑ ከኣ እዚ ብምሉእ ክዛረቦ ዝጸናሕኩ ትውንን ዓይነት ሰብ ክትከውን ኣለካ ማለት እዩ። ኣብ መወዳእታ ኣርባዕተ ነጥቢ እንተ ደኣ ክገብር ኮይነ ንሓሳባይ ወይ ነዚ ናይ ሎሚ ሓሳብ ጥርንፍ ኣቢለ ክዛረብ እንድሕር ኮይነ ከም ድላይና ሶሻል ሚድያ ንጠቀም ጥቕሙ ይበዝሕ ካብ ጉድኣቱ ግና ድማ ከመይ ጌርና ክንጥቀም ኣለና ክንፈልጥን ክንመርጽን ኣለና። ንሕና ንሪኦን ንሰምዖን ክንመርጾ ኣለና። ምክንያቱ ንሱ ንኣተሓሳስባና ክንሃንጽ ፐርሰናሊቲ ናትና ክንዕሙቕ ዓብዪ ምክንያት ክኾነና ዝኽእል ቀንዲ ስለ ዝኾነ በቲ ንሕና ንሓስቦ ሶሪ በቲ ንሕና ንሰምዖን በቲ ንሕና ንሪኦን እንተ ደኣ ኣተሓሳስባና ዝህነፅ እንተኮይኑ እንታይ ዝሕሸና ክንመርፀሉ ዘይንኽእል ዓቕሚ ንሕዳ ኣለና ንሕና ትርጉም ኣልቦ ኢና ማለት እዩ ኣብዚ ህይወት ስለዚ ክብራት ሰማዕቲ ኣብዚ ዘለኩም ሓሳባት እውን ኣብ ኮመንት ክትፅሕፉላይ ትኽእሉ ኢኹም ከይንውሓልኩም ሕፅር ብዝበለ ንሎማዓንቲ ምሳኹም ሽር ገብራ ዝሓሰብኩ ሓሳብ እዚኣ ነይራ ኣብ መፃኢ እንታይ ዓይነት ኣርእስቲ ልዒለ ክዛረብ ይደሊ ድማ ፅሕፉለይ ትኽእሉ ኢኹም ኣብ ዝመፅእ ዘሎ ክሳብ ንራኸብ